መእተዊ ወዮ ቃልን መሕዘልን ማዕረ ዓብዩ ንኡሱ እንዳሓዘለ ይነብር ባይታን ወንበርን ክልተ እቲ ሞይቑ ይሓድር እቲ እናሞተ ሃመይ ዲኺ ትግራይ? ሃመይ ዲኺ ትግራይ? ኣብ ረሳዕ ዘበናት ሞቲዋ ህይወቲ ኣብ ለይሳነዩላ ዓደይ በይና እኒሃ ብሰባት ትፍረድ ጎይታ ሃምለ የብላ ኣብ ዘገምታ ገነት በርታት ገሃንም ኣፎም ትትኸፍቱ ቤዛዋ ዘራይ ለለየብሎም ላብ ህዝበይ ጥምቱ ነናሻዕ ክንጠፍእ ነናሻዕ ኸጽንቱ ሰራዊተ ሲኦል ለኣና ይቋመቱ። ኣብ ደንበና ለለ ኳሕ ብልበለት ቕጽበት ይትረፍ ኣነ ዕሸል እዮኢም ብልና እምቢ ሞት ከይንብል ኣየዋይ ለባዕሉ በያኡ ይሽምገል ሽዑ ብሓደ ንጸድፍ ሃው ንብል ላብ ገደል ኣእላፍ እላው ሓድና ቁጽርታት ነገብል ነናሻዕ ንስዋእ ጸጽባሕ ንብደል ልምንታይ ባህጊ ሽምዓ ደኾን መላምል ፈጊምኻ ብጥዋፍ ልምዝካር ወይስ ሕዱር ሕማም ወትሩ ብዕጽምትና ደምበ ክልሕጸር። ሃመይ ዲኺ ትግራይ ሃመይ እዚ ጉዳይ ኣነ ትመስልኒ ዓደይ ልዕሊ ኣደዋይ ግነይ ትሳነያይ ኣደይ ትናፍቆ ወሊደ ዘሚደ ብእርጋን ሕልፈተይ ስኺ ትብህግዮ ትርንዕ ብልበልኹልኺ ብዓረር መስዋእተይ ሃመይ እዚ ጉዳይ ሃመይ ዲኺ ትግራይ

ትርስዕዮ ዶ ነበልባላት ዓለም ትማሊ ትማሊ ሰብ ዝባንኺ ነይሩ ድሓር ሕዚ ለለ ካብ ሞት ልመንጠቀት ንእሽቲተይ ትንፋስ ብደቦላት ዓዲ ትስእንላ ንፋስ እዚኸ ታይ ንብሎ እዳመን ኣቤት ንብል ልዳመን ንኸስስ እቲ ጎይታ ተኾነ ጨንገር ለይሰኣነ ሃምዛ በትረ ሙሴ ፈንጻሒት ውቅያኖስ ጥርቅም ደየበለይ ኣሽምባይ ለኣኺ ደብሩ ትትሕረስ መቅደሱ ትትፈርስ ኣበይ እሞ ትፈውሲ ካብ መን እያ እዛ ንፋስ ሓንሳእ ንሓዋሩ ምሕያት ኣፋንዮ ኣጎላጉል ሞትና ኣየናይ ክርስቶስ እዩ ደጊሙ ልስቀል ከቀኒ ልኣና ወይስ በቃ ሃምዚ ጸብ ጽባሕ ሓዘን ጸብ ጽባሕ መርድእ ዓደይ እንዳበልና ኣዴና ገዲፍናስ ብምንባር ክንጉዳእ ሃመይ ዲኺ ትግራይ ሃመይ እዚ ጉዳይ ሱምኺ ስም ቀዳሞት ኮኾብ ጽባሕ ንግሲ ኣምሳልኺ ልበይኑ ትንፋስኺ ክትሰርዕስ ደምና ትቋደሲ ታሪክኺ ምብዝሑ ድርሳን ለይኽእሎ ናይ ዘበን ማህደርኺ ቐለም ለይተሳእነ ብደምና ንስእሎ። ሃመይ እዩ እዚ ጉዳይ? ሃመይ ዲኺ ትግራይ? ካብ እምነትኺ ደኾን ንእሽተይ ኣጉዲልኺ? ስርየት ለየውህቡ ኣዛን ቕዳሴኺ? ሃመይ እዩ እዚ ጉዳይ? ሃመይ ዲኺ ትግራይ? ዘበን ላደመረ ሓፍ ኣጋ ምባልኺ ኣደዳ ጦርነት ልኾነ ገዝምኺ? ካበይ እዚ ጉዳይ? ሃመይ ዲኺ ትግራይ? ኣነማ በይዛዋ! ለይተለቃሕኽዎ ዕዳኺ ክኸፍል ዕዳ መንደኾናት ብልተውሃልኾ ክፈል ትማሊ ትማሊ እዕሩኽ መሓዙተይ ሂበ ከፍቲ ገደል ቁሩብ ዝኽሮም ሒዘ ብሽምዓ ልዝከር ኒህ ኹሳብ ሀዚ ብእህህ ይሕቆን ዙሮ ግን ለብሚ ትማል ልወረደ ማዕበል ልጥፍኣትኺ ሃለዋቶም ሂቦም እንድዮም ኣስጊሮምኺ ኣፍቲ ጓይላ ፅንተት ብሽፋን መኸተ ፎትዩ ከይመስለኪ ወዲ ማርያም ክሊዕውሕው ኢሉ ዝኸተተ ዘበን ላደመረ ልልመጽ ማህለቕቲ ክዓግት ኢሉ እምበር ኩናት መኸንበቲ ሕርዩ እይነበረን ፍጹም ጽሑፍቱ እብ ስውእ ክዝከር። ድላዩ ምንባር እዩ ኣብ ትግራይ ተወሊዱ ምሳኺ ክነብር ዝሮ ግን ለብሚ። ኣብ ረሳዕ ዘበናት ሞቲዋ ህይወቲ ኣብ ለይሳነዩሉ መመሰሊት ከይትኾኒ ልህዝባ ለይትኾን ህዝባ ልሓልፈላስ ትግራይ እያ ከይብሉ።

ሐጥሸ ብግጥሚ ምፍቃረይ ገሊጸልኪ ሰው ኩን ዝበልክኒ ሰው ክኾን ምእንታን ንሰኺ ሰው ኩኒ። ካልኣይቲ ሕቶ ፈጣሪ መን እዩ ፍቕሪ እንታይ እዩ ንምንታይ ንነብር ሞት እንድሕር ዘይንሸግር ኢልኩም ሕቶ ትሓቱኒ ከመይ ክምልሰልኩም ኣነ ወሪዱኒ ኣብ ልዕሊ ሕቶ ሕቶ እናተደጋጎምኒ ካብ ናይኩም ዝበዝሕ ኣነ ደርዞን ሕቶ ኣለኒ ናይ ትማሊ ሓቅታተይ ሎሚ ሕቶ እናኾኑ ሓሳዊ እምበር ሓቂ የብለይን ንእዋኑ። ኣብ ሚዛን ናይ ሐዚ ሓቀይ ተመዚና እታ ሓቂ ባዕላስ ደጊም እያ ሕቶ ኮይና። የቀንየለይ። ናይ መወዳእታ ትግራይ ትግራይ ኩልግዜ ትደምቂ ብዕፅምቲ ደቅኺ ደም ምስታይ ልማዶም ሓመድ ኣግራባትኺ ብዘይ ደም ደቅኺ ምሒሎም ከይጥጥዑ በቢ ዘመናቱ ኩናት እናግስዑ መሬትኪ ዘይለምዕ ስጋ ከይሰልዐ ጉንድኺ ዘይጥጥዕ ዓፅሚ ከይበልዐ ፈልስኺ ዘይበቁል ደም ከየንብዐ

መንገዲ ጉዕዞኺ ጥውይዋይ ከዳኒት ካባ ንመላገጺ ኣባይ ኣብ ኲናት ዝስውኣልኪ ድኻ ኣብ ሰላም ዝወረኪ ዓርሓ ባሕሪ መዝገብ ታሪኽኪ ወለዶ ዝጨወየ ደላዪ ሰላም ህጻን ከም ማህጸንኪ ዘዋሃየ ተስፋ ዕብየትኪ ዝምነዩ ተስፍኦም ዝቖጽየ ድልድል መስዋእትኺ ዘይስገር ኣፍ ሞት ጉድጓድኺ ዘይቕበር